ኣእምሮኻ ከም ግራት እዩ፣ ኣእምሮኻ ዝዘራእካሉ ጥራይ እዩ ዘብቁል። እሾኽ እንተ ዘሪእካሉ ፍረ ኣይትጸበ። ኣይክእሎን እየ ካብ ምባል ከመይ ገይረ ክመሃር እኽእል? ዝብል ሕቶ ተኪእካ ሓዱሽ መንገዲ ክፈት። ጻዕሪ ንዝኾነ ጸቢብ ኣተሓሳስባ፣ ዝሰብር ዓቢ መሳርሒ እዩ። ንርእስኻ ኣዘራርባ። እቲ ምስ ርእስኻ እትዛረቦ ቃላት ንመንነትካ ይቖርጾ ኣሎ። ንርእስኻ ከም ሓደ ዓቢ ሰብ ጌርካ ክትዛረባ ከለኻ፣ ንኣካላትካን ኣእምሮኻን ናብቲ ዓወት ይቕይሩ። ቃላትካ መለክዒ ክብርኻ እዮም እሞ ብኣወንታዊ ቃላት ንነፍስኻ ህነጻ። ምስጋና ዘለካ ነገር ከተመስግን ከለኻ ተወሳኺ በረኸት ክመጸካ መንገዲ ከፊትካ ኣለኻ። ምስጋና ንኣእምሮኻ ካብ ቅሬታን ጭንቀትን ናጻ ዘውጽእ ሓያል መድሃኒት እዩ። መዓልታዊ ዘመስግኑኻ ነገራት ብምዝካር ንመዓልትኻ ብርሃን ሃባ። ንጉስ ስምዒትካ ኩን። ስምዒትካ ከም ማዕበል እዩ፣ እንተ ዘይመሪሕካዮ ከጥሕለካ ይኽእል እዩ። ቅድሚ ምኹራይካ ወይ ምሕራቕካ ሓጺር ዕረፍቲ ወሲድካ ኣስተንትን። ስምዒትካ ምስ ትቆጻጸር፣ ጥራይ'ኻ ናይ ህይወትካ መሪሕነት ትቆጻጸር። ውድቀት መምህር እዩ። ውድቀት ማለት መወዳእታ ዘይኮነስ ከመይ ጌርካ ከም እትዕወት ዘርእየካ ትምህርቲ እዩ። ዝሰርሕ ሰብ ይጋገ እዩ፣ ዘይሰርሕ ሰብ ግና ባዕሉ ውድቀት እዩ። ነፍሲ ወከፍ ጌጋኻ ሓድሽ ጥበብ እንዳቐሰምካ ናብቲ ዝለዓለ ጎቦ ትድይብ። ኣተኩሮኻ ዋልታኻ እዩ። ኣብዛ ብዙሕ ረበሻ ዘሎዋ ዘበን፣ ኣብ ሓደ ዕላማ ጥራይ ናይ ምትኩኳር ክእለት ፍሉይ ሓይሊ እዩ። ሓሳባትካ ፋሕ እንተኢሉ ሓይሊ የብልካን። ኣተኩሮኻ ኣብቲ ዝዓበየ ራኢኻ ጥራይ ግበሮ እሞ ዓወት ባዕሉ ክስዕበካ እዩ። ትዕግስቲ ዓወት እዩ። ዓበይቲ ነገራት ብሓንቲ ለይቲ ኣይፍጠሩን እዮም። ሮማ ብሓንቲ መዓልቲ ኣይተሃነጸትን። ጻዕርኻ ትኽክለኛ እንተኾይኑ፣ ግዜኡ ሓልዩ ፍርኡ ክህበካ እዩ። ትዕግስቲ ማለት እንዳተጸበኻ ዘለካ ጽንዓት ማለት እዩ። ኣብ ርእስኻ እመን። ዓለም ክትኣምነካ እንተኾይና ቅድሚ ንስኻ ንርእስኻ ክትተኣማመን ኣለካ። ዓሰርተ እምነት ካብቲ መዓልታዊ እትሰርሖ ድኻምካን ጻዕርኻን እዩ ዝፍጠር። ድኽመትካ ተቐቢልካ ኣበርቲዕኻ ኣተኩር። ንስኻ ንርእስኻ እንተዘይኣሚንካያ ካልእ መን ክኣምነካ። ስለምንታይ ትነብር ኣለኻ? ዕላማ ዘይብሉ ህይወት ከም መርከብ ብዘይ መራሒ እዩ። ስለምንታይ ከም እትነብር ምስ ፈለጥካ፣ ነፍሲ ወከፍ መዓልቲ ሓድሽ ትርጉምን ሓይልን ይህልዎ። ዕላማኻ እቲ ንግሆ ካብ ዓራትካ ዝተንስኣካ ሞቶሪ ይኹን። እቲ ዕለታዊ ስራሕ። መዓልትኻ ባርያኻ ግበራ። ንግሆ ቀዲሙ ዝተንስኣ ሰብ ንመዓልቱ ባዕሉ ይመርሓ። እቲ ናይ ንግሆ ጸጥታ ንኣእምሮኻ ሓይልን ንጹርነትን ይህቦ። ቀዳሞት ሰዓታት መዓልትኻን ንዕላማኻን ጥራይ ኣውዕለን። ጽባሕ መዓልትኻ ክትመርሓካ ኣይተፍቅደላ። መጽሓፍቲ መሳልል እዮም። ምንባብ ማለት ንኣእምሮኻ ሓድሽ ክንፊ ምሃብ ማለት እዩ። መጽሓፍቲ ናይ ሰባት ዕድመን ልክዕ ተመኩሮ ብሒደት ሰዓታት ይህቡኻ። መዓልታዊ ሒደት ገጻት ምንባብ ልምዲ ግበሩ። ሰብ ሃብታም ዝኸውን ብፍልጠቱ እዩ። ሓሳባትካ ጸሓፎም። ሓሳባትካ ኣብ ወረቐት ምስ ተስፍሮም፣ ካብ ፋሕ ዝበለ ሓሳባት ናብ ስራሕ ፕላነት ይቅየሩ። ምስ ርእስኻ ክትረዳዳእ እትኽእለሉ ዝበለጸ መንገዲ ምጽሓፍ እዩ። ምጽሓፍ ንኣእምሮኻ ጽሬትን ቅሳነትን ይህቦ። ድስፕሊን ዋልታኻ እዩ። ዲስፒሊን ማለት ስምዒትካ ንኻይትሰምዕ ዝሕግዘካ ሓይሊ እዩ። ክትሰርሕ ድልየት ምስ ዘይብልካ እቲ እትገብሮ ጻዕሪ እዩ ናብ ዓወት ዘብጽሓካ። ንርእስኻ ምግዛእ ካብ ኩሉ ዝለዓለ ስልጠና ምዃን ኣይትረስዕ። ሎሚ ጀምር ጽባሕ ክሰርሖ እየ ዝብል ሓሳብ ናይ ዓወት ቀታሊ እዩ። እታ ዝበለጸት ግዜ ሎሚ እያ ዝኾነ ዓቢ ስራሕ ንምጅማር። ናብ ንእሽቶ ክፋላት መቒልካ ሕጂ ስጉምቲ ውሰድ። ሎሚ እትዘርኦ ጽባሕ ትዓጽዶ። ሕጊ ሰማንያ ወይ ዕስራ፣ ዕስራ ፐርሰንቲ ካብ ክሳራኻ ሰማንያ ፐርሰንቲ ካብ ወጻኢኻ ይህበካ። እቲ ዝበለጸ ውጽኢት ዝህበካ ስራሕ ኣለሊኻ ኣብኡ ጥራይ ጉልበትካ ኣጥፍእ። ብብዝሒ ዘይኮነስ ብጽሬት ምስራሕ ተመሃር፣ ዝበለጸ ውጽኢት ድማ ክትረክብ ኢኻ። ኣካላትካ መሳርሒኻ እዩ። ሓይሊ ኣእምሮ ካብ ጥዕና ኣካላት እዩ ዝፍጠር። ስፖርቲ ምስራሕ ንኣእምሮኻ ንቑሕን ተነቓቓሕን ይገብሮ። ንጥዕናኻ እተውጽኦ ግዜ ንስራሕካ ዝኸውን ተወሳኺ ሓይሊ ይህበካ እዩ። ኣካልካ ተኸባኸብ። ድቃስ ንኣእምሮኻ ምሕዳስ እዩ። ድቃስ ምስኣን ንፍርያትነትካን ንጥዕናኻን ብኸቢድ ይሃስዮ። እኹል ድቃስ ምስ እትረክብ፣ ዝኽርኻን ውሳነኻን ይበልሕ። ዕረፍቲ ናይ ስራሕ ኣካል ምዃኑ ኣሚንካ ንኣእምሮኻ ግዜ ሃቦ። ግዜኻ ሃብትኻ እዩ። ግዜኻ ብኾንቶ ኣብ ዘይረብሕ ነገር ኣይተጥፍኣዮ። ሓንሳብ ምስ ከደ ተመሊሱ ኣይመጽእን እዩ። ግዜኻ ብጥበብ ተጠቀመሉ። ግዚኡ ንዘየኽብር ሰብ ዓወት ውን ኣየኽብሮን እዩ። ኣይፋል ምባል ተመሃር። ንኹሉ ሰብ ሕጉስ ክትገብር ኢልካ ግዜኻ ኣይተባኽን። ንዘይረብሕ ነገራት ኣይፋል ምባል ንርእስኻ ከም ምኽባር እዩ። ንዕላማኻ ዘየገልግሉ ነገራት ካብ ምግባር ተቖጠብ። ገንዘብን ስራሕን። ኢንቨስትመንት ኣብ ርእስኻ ዝበለጸ መኽሰብ ዝህብ ባንኪ ኣእምሮኻ እዩ። ገንዘብ ክጠፍእ ይኽእል እዩ። ፍልጠት ግና ሓንሳብ ምስ ጨበጥካዮ ናትካ እዩ። ንርእስኻ ንምምሃር እተውጽኦ ገንዘብ ከም ዘርኢ ርኣዮ። ገንዘብካ ንዓኻ ይስራሕ። ገንዘብ ምእካብ ጥራይ ዘይኰነስ፣ ከመይ ጌርካ ንዓኻ ከም ዝሰርሕ ምግባር ተማሃር። ሃብታም ሰብ ንገንዘቡ ባርያ ይገብሮ። ቍጠባ ናጽነት ካብ ጥቡቕ ምሕደራ ገንዘብ እዩ ዝጅምር። ብዙሕ ምንጪ እቶት ኣብ ሓደ ደሞዝ ጥራይ ዘይምትኳር ጥበብ እዩ። ሓደ መንጪ እቶት እንተ ተቖሪጹ ካልእ መከላኸሊ ክህሉወካ ኣለዎ። ትርፊ ግዘኻ ተጠቂምካ ሓድሽ ንግዳዊ ስራሕ ንምጅማር ጸዓት። ናይ ምእማን ክእለት፣ ሓሳባትካ ሞያኻን ንሰባት ናይ ምእማን ክእለት ተመሃር። ኩሉ ሰብ ኣብ ህይወቱ ገለ ነገር ይሸይ ጽቡቕ ናይ ምርድዳእ። ክእለ ዝተዓጸወ ማዕጾ ይኸፍተልካ። ምስ ግዘኻ ተቐየር። ዓለም ብቕልጡፍ ትቀያየር ኣላ። ክእለትካ ብዝወሰኸ መጠን ዋጋኻ ይውስኽ። ኩሉ ግዜ ንሓድሽ ትምህርቲ ክፉት ኩን። ሞያኻ ምምሕያሽ ንዓወትካ ውሕስነት ይህቦ። ምስ ዓበይቲ ተላመድ። ሰብ ንሰብ መድሃኒቱ እዩ። ምስ ዓበይቲ ሰባት ምውዓል ዕድላትካ ይውስኸሉ። ምስ ጻዕረተኛታት እንተ ውዒልካ ጻዕረተኛ ትኸውን ኢኻ። ሕብረተሰብካ ንዓወትካ ዓቢ ደገፍ እዩ። ስግኣት ውሰድ። ስግኣት ዘይወስድ ሰብ ክዓቢ ኣይክእልን እዩ። ኩሉ ዓቢ ዓወት ንእሽቶ ስግኣት ሓሊፉ እዩ ዝመጽእ። ዝተመጠነ ስግኣት ንምውሳድ ትብዓት ይሃልኻ። እቲ ዝዓበየ ስግኣት ዝኾነ ነገር ዘይምፍታን እዩ። መምህር ልለ። ካብ ተመኩሮ ካልኦት ምምሃር ጉዕዞኻ የቃልለልካ። ካልኦት ዝሰራሕካዮ ጌጋ ንኻይትደግሞ ካብኣቶም ተምሃር። ጽቡቕ መምህር ዘለዎ ሰብ ቀልጢፉ ይዓቢ። ካብ ዕዳ ርሓቕ። ዕዳ ንሰንሰለት እዩ፣ ንመጻኢኻ ዝኸውን ገንዘብ ይበልዖ እዩ። ናይ ምዝንጋዕ ዕዳ ካብ ምእታው ተቖጠብ። ቁጠባዊ ናጽነት ማለት ዕዳ ዘይብሉ ህይወት ማለት እዩ። ዋጋ ፍጠር። ንሰባት ዝጠቅም ነገር ክትፈጥር ከለኻ ገንዘብ ባዕሉ ይመጽእ። ሰባት ንጸገማት ዝፈትሓሎም ሰብ እዮም ዝኸፍሉ። ንኣ ዋጋ ምስ ዝህበካ ዝያዳ ክብሪ ገንዘብ ትረክብ። ውሽጣዊ ሰላምን ማሕበራዊ ህይወትን። ብልሒ ስምዒት ንርእስኻን ንኻልኦትን ንመጻኢኻ ናይ ምርድዳእ ክእለት ኣማዕብል። ምስ ሰባት ብሰላም ንምንባር ንርእስኻ ተቖጻጸር። እዚ ክእለትዚ ካብ ዝኾነ ዲግሪ ንላዕሊ ዋጋ ኣለዎ። ሕያውነት በረኸት እዩ፣ ንሰባት ንምሕጋዝ። ንውሽጥኻ ዓቢ ሰላምን ሓጎስን ይህበካ። ሕያውነት ንዓለም ዝሓሸ ቦታ ይገብራ። ንእሽቶ ህይወት ንሰብ ሓድሽ ተስፋ ክትህቦ ትኽእል እያ። ይቕሬታ በል፣ ቂም ሒዝካ ምጉዓዝ ከቢድ ጾር እዩ። ንርእስኻ ክትብል ሕደጎ፣ ይቕሬታ በል እሞ ናብ መጻኢኻ ተመዝገብ። ሕድገት ንሓያላት ሰባት ጥራይ እዩ። ጽን ኢልካ ስማዕ። ካብ ምዝራብ ንላዕሊ ምስማዕ ንፍልጠት የዕብዮ። ጽን ኢልካ ምስማዕ ሰባት እንታይ ከም ዝደልዩ ትርዳእ። ምስማዕ ንረኽበትካ የደልድሎ። ንጹህ ኩን። ሰብ ይርኣየካ ኣይርኣየካ ቅኑዕ ነገር ንምግባር ንጽህና እዩ። ንጽህና ዘለዎ ሰብ ሰላም ይረክብ። ንሓቂ ክትብል ኩሉ ግዜ ክብርኻ ሓሉ። ተዓጻጻፊ ኩን። ዓለም ክትቀያየር ከላ ምስኣ ክትቀያየር ምስጋርን ተመሃር። ድርቅና ካብ ለውጢ ይዓግተካ። ተዓጻጻፊ ዝኾነ ሰብ ኣብ ዝኾነ ማዕበል ኣይስበርን እዩ። ምሃብ ልምዲ ይኹን። ካብቲ ዘለካ ንማሕበረሰብካ ምክፋል ልምዲ ግበሮ። ንሰባት ከተዕቢ ከለኻ ንስኻ'ውን ትዓቢ። ናይ ህይወት መለክዒ! ዝሓገዝካዮም ሰባት እዮም። ቀጻልነት ምስጢር እዩ። ውጽኢት ሓንሳብ ተገይሩ ዝውዳእ ዘይኮነስ ናይ ምሉእ ሂወት ጉዕዞ እዩ። ትማሊ ዝሰራሕካዮ ሎሚ ድገሞ። ዓወት ናይቶም ብቐጻሊ ዝጓዓዙ እያ። ካብዞም ነጥብታት ንዓኻ ዝያዳ ዝተንከፈካ ኣየናይ እዩ? ኣብ ኮመንት ጸሓፍ። እዚ ቪድዮ እንተፈቲኹሞ ላይክ ሳብስክራይብ ብምግባር ኣይትረስዑ። ኣብ ዝቕጽል ቪድዮ ክሳብ ንራኸብ ሰሰኑ።